ጸጋ ታሪኽ
ካብ ጥንቲ ጥቅምቲ ቅድሚ ታሪኽ ሰውራ ከበሳ መታሕት ኤርትራ ዘሕበራ ዘምታን ወራራትን ካብ ቆፎ ምጉሕጓሕ ፍረ ጻዕሪ ዝተባህለ ንምሳሕ ኣንበጣን ቃቒጣን ውዲታት ብምስራሕ ዘምታን ራስያን ንጠስሚ ንምራሕ ስለ ዘይተደለየ ታሪኽ ምምርሳሕ ተጠሚሩ ህዝባ ጠሚቱ ንጽባሕ እቲ ግፍዒ ዝፈጠሮ ጥምሮ ኡይ ምስ በለ ቅሚጦ ጭራሮ ሜላ ተማሂዙ ዘህድእ እምባጋሮ ሃገር ዝብል ፖለቲካ ዓጢቑ ዝህዝቢ ብሓባር ተላዕለ ህጻን ኮነ ዓቢ መስርሕ ሃገር ምዃኑ ዓሰለ ኣብ ክቢ ሕሰዳን ምግደርያን ክንዮ ንኽድርቢ ወሃዮ ኣብ መትኒ ብደም ተጓዓዚ ብደም ምሒሉ ኣብ ደም ተሓዋሲ ምስጢረ ደም ዘርኣየ ተቓላሲ እዚ እዩ እቲ ጸጋ ምስጢራዊ ውርሲ። ኤርትራ ወዛ ረኻቢት መከራ ታንኪ ዘባህርሮ ዕሸል ኣብ ዝባና ጼራ ገድልን መስገደሉን ብጽፍራ ሰጊራ መንጢላቶም መድፍዕ ብኣቡ ዓሸራ ሽዑ'ያ ኤርትራ ተፈጢራ ታሪኽ ሰሪሓ ኣብ ታሪኽ ሰፊራ። ካብ ጸጸር ናብ ጎቦ፣ ካብ ቋሕ-ሰብ ናብ ገድሊ፣ ግመል ብዓይኒ መርፍእ ኣሕሊፋ ከም ፈትሊ፣ ተጠኒሳ ኣብ ሕሰም ተሓሪሳ ኣብ ጓህሪ፣ ተጠቢሳ ኣብ ሓዊ ሕሰም ንኽበሊ፣ እዚ እዩ እቲ ታሪኻ ታሪኽ በሪኽ ሕድሪ። ዓደይ ከይረኸብኩ ደቂሰ ይሓድርን፣ ሃገር ከይሓዝኩ ሰለም ማይ ኣብልን፣ ዝበለ ሓርበኛ ሰራሕ ታሪኽ ሕቡን፣ ህይወቱ ዝሃበ መውጓእቱ ከም ዕርቡን። ንሱዩ ንሱዩ ንሱ ነቲ ዝመጣጠር ንህዝቢ ከበርዕን ንህፃን ከባህርር ብዓረርን ስልክን ተሸጒጡ ውሽጢ ብዕምብረን ትክን ዝሓዘ ይሓዝ ወዳቕን መኻንን ኣብቲ ባርዕ ሰውራ ሓራርን መኻኽን ዒሉ ዝተላዕለ ዝወጸ በሪኹን ጅግንነት ዘስረጸ ወሪቑ ታሪኹን እናተጫደደ ብብልሕን ስሪኡን በቲ ጡሙይ ከርሱ ኣይመሰለ ንሱውን ታሪኽ ተገዚሙ ታሪኽ ሒዙ ኣብ ኢዱ ጨቢጡ ዓትዒቱ ከይሰንደዋ ነዲዱ ተጨራዲዱ እንዲ ተቐራዲዱ ዝተወርወረ ቡምባ ቀሊቡ ስንዱ ኣብ በረኻ ዓዱ ሓየት ተወሊዱ ንኽብዱ መዓዝ ኮይኑ ንዓዱ እምበር ንዓዱ ታሪኽ ዘጽንሑሉ እቶም ወለዱ ሃገር ኮይና ሕልሙ እምባዘ ሓሳቡ ኣብ እምባ ዒሙ ካብ ጥዑሙን ብሉጹን በይኑ ተሓሪሙ ታሪኽ ኣግዚሙዋ ሃገር በቲ ደሙ ዝወራረስ ታሪኽ ከም ውርሻ ሒዙ ኣሰሩ ስዑብ ኣሉ መትከል ሒዙ ተርኒዑ እምበር መዓዝ ተበሪዙ።